ብተደጋጋሚ ወዲ ይቀርበኒ እሞ ሪሌሽን ክንጅምር ምስ በልና ወይ ደማ ሪሌሽን ምስ ጀመርና ፍቅራዊ ሂወት ምስ ጀመርና ቶሎ ይገድፈኒ ንምንታይ እዩ እናበልክን እትጥይቃኒ ሎምዓንቲ ልተወሰነት ሓደ ሓሙሽተ ሚስጥር ክነግረክን እየ ሓቀኛ ፍቅሪ ከመይ ገይርካ እዩ ዝቅጽል ፍቅሪ ከመይ ገይርካ ክሳብ መወዳእታ ንክቅጽል ትገብሮ ሰላማት ክቡራት ተከታተልተይ ሎምዓንቲ ልሃምቲ ልሙድ ንፍቅራዊ ሂወትክን ክጠቅም እዩ ልልሓሰብክዎ ሓሳብ ሒዘልክን መጽየኒ እኹ እዚ ቪድዮ እዚ እስካዕ መጨረሻ ብምክትታል ካብዚ ቪድዮ ተረበሕቲ ልክትኾና ግብዣ እዩ። ልዚ ቻናል ሓደሽቲ ልኾንክለ እዚ ቻናል ሰብስክራይብ ላገበርክን ቤተሰብ ክትኾና ግብዣና እዩ። ሎምዓንቲ ሒዘልክን ልመጻእኹ ሓሳብ። ፍቅሪ ብኸመይ ይቅጸል ወይ ድማ ፍቅሪ ኮንስታንትሊ በቃ ተፋቲኻ ተሳኒኻ ተፋቂርኻ ዕድመ ልክዕካ ልምንባር ዘድልዩ ነገራት ኣለዉ ማለት ሓደ ግዜ ናትኺ ስለዝኾነ ዕድመ ልክዑ ናትኺ ንክኸውን ምንም ኣይትገብርን ማለት ኣይኮነን ልክዕ ንሱ ንዓኺ ክገብሮ ወይ ድማ ሓላፍነት ከም ዘለዎ ልክዕ ንስኺ እውን ሓላፍነት ኣለኪ ስለዚ እዘን ናሎማዓንቲ ሓሙሽተ ነጥብታት እንድሕር ሰሚዕኽየን ኮይንኺ እርግጠኛ እየ ተትርፊ ኢኺ እርግጠኛ እየ ምስ መፃምድኺ ደስ ኢሉኪ ኮንፈርት ዞን ፈጢርኩም ተመችዩኩም ፍቅርኩም ንክትውዱ ንክተስተማቅሩ ክጠቅመኩም እቲ ናይ መጀመርያ ነገር ፍቅሪ ክቅፅል እንድሕር ኮይኑ እቲ ናይ መጀመርያ ነገር ክህልለ ኣለዎ ፍቅሪ ክህል እኒሆ ብዙሕ ሰብ ሚስ ልገብሮ እዚ እዩ ባይ ዘ ወይ ብፋሚሊ ወይ ብሓደ ጥቕሚ ብልኾነ ጥቕማ ጥቕሚ ብምናምን ብምናምን ወይ ደሞ ስለልተመቸይ ክዚ ሰብ እሱ ልቕፅል ይመስለክሞ ኣብ ልኾነ ሰዓት እዚ ስምዒት እንድሕር ደየለ ኾይኑ እዚ ስምዒት ባዶ እንድሕር ኮይኑ ውሽጥኺ በቃ ይስልቸክ እዩ እሱ ላይ ስልችዎ እዩ ሃም ዓይነት ነገራት እንድሕር ሃልዮም ስለዚ እትና መጀመርያ ነገርና እቲ ርእሲ ክኾን ልኽእል ነገር ፍቕሪ ክህልክ ይኸእል እኒኦ። ስምዒቱ ክህልክ ይኸእል እኒኦ። ፍቕራዊ ስምዒት እንድሕር ለየሎ ኮይኑ በቃ ለተኸፈለ ይከፈል በቃ ምንም ይግበረልኸ ምንም ግበርሉ በቃ ክቕፅለ ይኸእል ኣብ ልኾነ ሰዓት በቃ ጠጠው ክብል እዩ ዝሪሌሽን ምክንያቱም ፍቕሪ ናይ መጀመርያ መቐፀሊኡ ፍቕሪ እዩ። እስኺ ልመፃመድኺ እንድሕር ተፍቅርዮ ኮይንኺ እዩ ምንም ነገር ምግባር ለይኸብደኪ ምንም ነገር ምዃን ኣይኸብደኪ እዩ። እንድሕር ተፍቅርዮ ኮይንኸ እንድሕር ለይተፍቅርዮ ኮይንኸ ግን ኩሉ ነገር ለኣኽ ስራሕ እዩ ዝኾነኪ ስለዚ እቲ ናይ መጀመርያ ነገር ክህሊ ልግብኦ ፍቕሪ እዩ እቲ መበል ካልኣይ ድማ ፍልጠትን ውሳነን ክሕወሶ ክኽእልን እዮ ማለት ስምዒት ብቻ ድራይቭ እንድሕር ልገብረ ክሎ ኮይኑ ስምዒት ብቻ እንድሕር ልነድሐ ክሎ ኮይኑ ምናልባች በቃ ኣብ ሮንግ ዝኾነ ሰብ ትወድቂ እሞ ኣብ ለይግበአኪ ኣብ ለይምጥነኪ ሰብ ትወድቂ እሞ ዕድመ ልክዕ ክላቆሰልኪ ክትነብሪ ሰብ ይኽእል ምዕጋስ ክኸብደኪ ይኸእል እዩ። ስለዚ ፍልጠት የድልይ እዩ ማለት እዩ። ነቲ ስምዒትኺ ዝሕግዝ ፍልጠት፣ ውሳነ፣ የድልይ እዩ። ፍቕሪ ውሳነ እዩ። ኸዚ ልኣብነት ዝኾነ ሰብ ፎቲኽዮ። ስለ ልፎትኽዮ ብቻ ናትኺ ክኮንዮ ማለት ኣይኮነን። ኸዚ ልኣብነት ለይኾን ሰብ፣ ለይምጥነኪ ሰብ ፍቕሪ ክሕዘኪ ይኸእል እዩ ባይዘወይ። እዚ ሰብ እዚ ናትኺ ክኮንዮ ማለት ኣይኮነን። ራይት ስለዚ ክትገብርዮ ዘለኪ እዚ ለፍቀርክዮ ሰብ ይኾነኒ ድዩ ኣይኾነኒ ኢልኺ እትምዝንሉ ፍልጠት ከለየኪ ክኽእል እዩ ብፍልጠት ኢኺ ትውስኒ ዘለኪ እምበይ በቃ ዝኾነ ስምዒት ስለ ዝሰምዐክ በቃ እሱ እዩ ናተይ ኢልኺ ትድምድሚ እኒክ ማለት ይኾነ እዚ ሰብ እዚ ምሳይ ክኸውን ተሎ ፊውቸር ከመይ እዩ ይኾነኒ ዶ ወይ ድማ ምዚ ሰብ ክነብር ተለኹ እንታይ ክጎድለኒ ዝኽእል ክትሓስቢ ክትኽእልን እኒኪ ካብኡ ምውሳን ድማ ብፍልጠት ክትውስን ክትኽእል እኒኪ ማለት እዩ ንያ ፍቕሪ ከሊ እኒዮ ስምዒት ከሊ እኒዮ ካብኡ ድማ ፍልጠትን ውሳነ ብፍልጠት ዝውሰን ውሳነ ውሳነ ከ ድማ በቃ እዚ ሰብ እዚ ይኾነለ እዩ ተሓዝኸዎ ኣይከስርን ተሒዘዮ ምዚ በቃ ላይፍ ቀሊል እዩ ላይፍ ኢዚ እዩ ኢልክ ትውስንሉ ውሳነ ድማ ካብ ፍልጠት ተበጊስኺ ክኸውን እኒሆ ማለት እዩ ፍልጠትን ውሳኔን ግዴታ እዩ ማለት እዩ። እቲ መበል ሳልሳይ ድማ ክነግረኪ ምክብባር ምክብባር ትፈልጥ ዶ? ምክብባር ማለት ትብልካ ፌክ ዝኾነ ጉንብስ ጥልዕ የኾነ ዝኾነ በቃ እኒው ፌክ ዝኾነ ነገር ምግባር ማለት የኾነ ምክብባር ማለት ኣብ ሓቂ ልትመስረተ ሓቀኛ ዝኾነ ወዲ ላብ ህይወትኺ ክመፅእ ተሎ መፃምዲ ላብ ህይወትኺ ክመፅእ ተሎ እዚ መፃምድኺ ልክዕ ከም ሰብኣይ ሃም ወዲ ተኽብርሉ ክብሪ ክህልየካ ክኽእል እኒኦ። ብፍላይ ብፍላይ ኣነ ብዙሕ ግዜ ብተደጋጋሚ ኣብ ዝተፈላለዩ ቪድዮታት ሰሪሐ እየ። ስለዚ ምክብባር ማለት መጻምድኺ ከም መጻምዲ ምቕባል ኦቨር ዝኾነ ትሪትመንት ግበር ማለት ዶ ኣይኮነ ወዲ እዩ ሰብኣይኺ እዩ ሰብኣይኪ ሃመይ ጌርኪ ተኽብርዮ ትኽእሊ እኒኢኪ ብተደጋጋሚ ኣብ ልተፈላለየ ቪድዮ ክሰርሕ ተለኹ ወዲ ክብሪ ይደሊ እዩ ምክብባር መስት እዩ ሓም ሓላፊነት ክትሕዝዮ ለለኪ ምንም ንዓቅዮ ምንም በልዮ ምንም በልዮ ምንም ይሃልዮ ምንም ኣይሃልዮ ብኽብሩ ልመጾ ነገር ኣይፎቲ ስለዚ ክተኽብርዮ ናይ ግድን እዩ። ወዲ ካብ ልተሓዘሉ እቲ ዋና ነገር ክብሪ እዩ። ስለዚ ምክብባር ግዴታ እዩ። ከኽብረክንዮ ተኽብርዮ እኒኤኪ። ምንም ግበሪ ምንም ግበሪ እዚ መስመር እዚ ትጥሕስዮ የብልክን። ኣኽብርዮ። በቃ ምስ ሓደ ወዲ ብፍቕሪ እንድሕር ትቕፅል ደሊኺ ኮይንኺ ወይ ብፍላይ ብፍላይ ድማ እዚ ልደለኽዮ ወዲ ኢንታየር ላይፍ በቃ ንዘለኣለም እንድሕር ትደልዮ ኮይኑ ክሳብ መወዳእታ ምስዚኤ ክነብር ኢልክ ዝወሰንክዮ ዝወሰንክሉ ሰብ እንድሕር ኮይኑ እዚ ሰብ እዚ ክትዕሸዮ መጀመርያ ክተፍቅርዮ ክትኽእል እኒኪ ካብኡ ድማ ብፍልጠት ክትውስን ክትኽእል እኒኪ ካብኡ ለለ ምክብባር ክህልክ ክኽእል እኒኦ እቲ ራብዓይ ለለ ክነግረኪ ምትእምማን ምትእምማን ለይብሉ ሪሌሽን በቃ ስር ለይብሉ ዛፍ በልዮ በቃ ስር ለይሰረተ ነገር መሰረት የብሉን። ምትእምማን ናይ ኹሉ ነገር ስር እዩ፣ ናይ ኹሉ ነገር መሰረት እዩ። እንድሕር ለይትኣምንዮ ኾይንኺ መጀመርያ ከፍ ኢልኺ ትሓስቢ ትኽእሊ እኒሀኪ። እንድሕር ለይኣምነኪ ኾይኑ ድማ ከፍ ኣቢልኺ ክትዘራረቡ ክትኽእሉ እኒሀኩም። ኣብ ለይምትእምማን ጠጠው ኢልኩም ፍቕርኹም ክቕፅል እዩ ማለት ዘበት እዩ፣ በቃ ለይኾን ነገር እዩ። ስለዚ ምትእምማን ወሳኒ እዩ። እንድሕር ለይትኣምንዮ ኾይንኺ በቃ ሕሰቢ ልምንታይ ኢለ ለይኣምኖ ኣግኒክሉ ዲኪ ኮንኪ እንድሕር ኣግኒክሉ ድማ ክትኣምንዮ ግዴታ ድዩ ይቅርታ ክትገብርሉ ግዴታ ድዩ እንድሕር ግዴታ ኮይኑ በቃ ናይ ግድን ይቅርታ ገይርኺ ፊክስ ገይርኺ ነገራት ተኣማሚኺ ክትቕፅል እኒኪ እንድሕር ለይትኣምንዮ ኮይንኺ ዕድመ ልክዕኺ ላይፍኺ ላትረበሸ ሚዝራብል ኮይንኺ ክትነብሪ ስለዚ እዚ ድማ ንሂወትኺ ኣይምከር እዩ እመንዮ ልክኣምነኪ ግበሪ ሱለ ድሕር ለይኣምነኪ ከሉ ስለዚ ምትእምማን ወሳኒ እዩ እቲ ናመጨረሻ ለለ ክነግረኪ ምክእኣል ምክእኣል ወሳኒ እዩ ኣብ ፍቅራዊ ሂወት ስለ ለፍቀረኪ ኣይትጋጨዩ ማለት የኮነይ ስለ ለፍቀርክዮ ስለ ልፎተክዮ በቃ ኩሉ ነገር ስሙዝ ኮይኑ በቃ ደስ በሃሊ ኮይኑ ክቅፅል እዩ ማለት የኮነይ ኣብ ፍቅሪ እድመ ልክዕካ ፍቅሪ ፍቅሪ ላትፃወትካ ክትሓልፍ ኢካ ማለት የኮነይ ኣብ ፍቅሪ ኩሉ እኒኦ በቃ ኤክስፔክት ክትገብር ክትኽእል እኒሄ ክትፅቦ እዮ እኒሄ በቃ ምባኣስ እኒሆ ምፍቓር እኒሆ በቃ ለይኾኑ ኣግሬሲቭ ዝኾኑ ነገራት ምንግጋር እኒሆ ዓበይቲ ውሳኔታት ምሕላፍ እኒሆ ፌስ ምግባር እኒሆ ሕማቕ ነገራት ይኖ ስለዚ ምክእኣል እዩ እዚ ነገራት እዚ ኩሉ ልክትሓልፍ እዩ ልገብረኪ ምክእኣል እዩ ብምክእኣል እዩ ህይወትኺ ክቕፅል ዝኽእል ብፍላይ ብፍላይ ሪሌሽን መስሪትኺ እንድሕር ኮይንኺ

ምንም ነገር ኣይጎደለኩምን ስለዚ ምክእኣል ወሳኒ እዩ ማለት እዩ ሎማዓንቲ ልነገርኩኪ ነገራት ካብ ልብኪ እንድሕር ሰሚዕኪኒ ኮይንኪ ምንም ሪሌሽንኪ ነቅ ንከይብል ልገብር ሓሳብ እየ ነጊረኪ ፍቅሪ ክህልክ ይክእል እንዮ ፍልጠትን ውሳኔን ክህልክ ይክእል እንዮ ምክብባር ክህልክ ይክእል እንዮ ምትእምማንን ምክእኣልን እዚኦም ሪሌሽን ወይ ድማ ፍቅራዊ ሂወት ቀጥ ኣቢሎም ልሕዙ ነገራት እዮም። ናይ ሎማዓንቲ ሓሳበይ እዚ ነይሩ ክሳብ መወዳእታ ምሳይ ሰለልፀናሕኽን የቐንየለይ እዚ ቪድዮ እንድሕር ተሞቺይክን ኾይኑ ላይክ ምግባር ከይትርስዓ ላብ ኻልኦት ኣሕዋትኽን መንታን ክበፅሕ ድማ ሼር ግበራለይ ንዚ ቻናል ሓደሽቲ እንድሕር ኾይንኽን እዚ ቻናል ሰብስክራይብ ላገበርኽን ቤተሰብ ክትኾና ግብዣና እዩ ኣብ ቐፃሊ ቪድዮ ክሳብ ንራኸብ ሰላም።